ሰላም ናይ እግዚኣብሔር ኣምላኽና ምስ ኩልኹም ይኹን ከመይ ቀኒኹም ንሎማዓንቲ እውን ከም ፍቃድ እግዚኣብሔር ንኹላትና ይጠቅም እዩ ዝበልክዎ ምኽርን ማዕዳን ኣስተምህሮን ሒዘልኩም መፅየ ኣለኹ ብኽፉት ልቢ ምስማዕ ሰሚዕካ ድማ ምርዳእን ኣብ ተግባር ምውዓልን ከምኡ እውን ሓሳባትካ ኣብ ኮመንት ምግላፅን ሼር ምግባርን ኣይንሕመቅ እዚ ሕጂ ዘለናዮ ግዜ ንዓና ንተዋህዶ ግዜ ዓቢ ጾም እዩ እሞ ንጸውም ደለና ጾምናኸ ከመይ ይኸይድ ኣሎ እምበኣርከስ ሕጂ ኣብ ግዜ ጾም ሓጥያትና ብኸመይ ዝድምሰስ ሕማምናኸ ብኸመይ ዝፍወስ በረኸትን ረድኤትንከ ብኸመይ ንረክብ ከምኡውን ነጋንንቲኸ ብኸመይ ንስዕሮም ዝብሉ ሓደ ብሓደ ክንርእዮም ኢና ክሳብ መወዳእታ ጽን ኢልና ንስምዓዮ ቅድሚ እዚ ጾም እዚ ምጅማሩ ዝሰደድክዎ ቪድዮ ናይ ነቢይ ኢሳያስ ኣብ ምዕራፍ ሓምሳን ሸሞንተን ዘሎ ምርኩስ ብምግባር ቅድሚ ጾም ምጅማርናን ኣብ ግዜ ጾምናን ክንገብሮ ዝግብኣና ዝብል ኣስፋሕ ኣቢለ ኣብ ፌስቡክን ኣብ ዩቱብን ሰዲደ ነይረ ኩሉ ሰሚዕናዮ ክንከውን ካብኡ ከኣ ጠቓሚ ዝኾነ ትምህርቲ ቀሲምና ክንከውን ተስፋ እገብር እቲ ቅኑዕ ጾም ከመይ ምዃኑ ኣብ ግዜ ጾም ክንገብሮ ዝግብኣናን ዘይግብኣናን ከምኡ ድማ ምስ ጾምና ካብ እግዝኣብሄር እንረኽቦ ዓስቢ እንታይ ይመስል ዝብል ብንጹር ገሊጸ ነይረ ማለት እያው። እሞኸ ነዚ ናይ ሕጂ ጾምና ከምቲ ዝሰማዕናዮ ብግቡእዶ ንጾሞ ኣለና? ብምጻምናኸ ነቲ ዝሰማዕናዮ እግዝኣብሄር ብነብይ ኢሳያስ ገይሩ ዝተዛረቦ ቃል ዓስብን በረኸትን ረዲኤትን ንረክብዶ ኣለና? ብምጻምና ናይ ጸሎትና ሕቶ መልሲ ንረክብዶ ኣለና? ጭንቀትናን ጸበባናን ይፍታሓልና ዶ ኣሎ? ሕማምና ንፍወስ ዶ ኣለና? ድምጺ እግዚኣብሄር ከ ንሰምዕ ዶ ኣለና? ዋላስ እዚ ኩሉ ንጾሞ ዘለና ጾም ከም ልማድ ሕጊ ናይ ሃይማኖት ንምኽባር ጸዋሚ ንኽንበሃል ኢልና ኢና ንጾሞ ዘለና እምበር ጾመ ራኢ ኣይኮነን። ከም ዝመስለኒ መብዛሕትኡ ግዜ ኣተኩሮና ኣብ እንታይ እንታይ እዩ ዝጽወም? ክሳብ ሰዓት ክንደይ'ኸ ዝጽናሕ? ሰዓት ኣኺላ ዶ እዛ ጾም መዓስ እያ ትውዳእ ከምዚ ይፍቀድ ድዩ ከምዚኸ እንታይ ኮይኑ ዘይፍቀድ ጥራይ ኢና ነጻሪ እምበር እግዝኣብሄር እንታይ እዩ ዝደሊ ንስጋና ንመልኽ ዶ ኣለና ንስጋናሲ ንመልኮ ዶ ኣለና ንናይ ዓለማት ነገራሲ ንመልኽ ዶ ኣለና ንውልፍታትና ንገትእ ዶ ኣለና ትዕግስትን ትሕትናንከ ንድልብ ዶ ኣለና ነጋንንቲኸ ንስዕሮም ዶ ኣለና ንሕናኸ ብምጻምና እንታይ ዓስቢ ኢና ንረክብ ወይ ከኣ እንታይ ራኢ ኢና ንርኢ ዝብል ኣይኮነን ዘሎ መስለኒ። መቸም ከምዚ ኣብ መወዳእታ ዝጠቐስክዎ እንተኾይኑ'ኳ ከም ባህልን ልምድን ኢና ሒዝናዮ ዘለና እምበር ጾመ ራኢ፣ ጾመ በረኸትን ረድኤትን፣ ጾመ መድሃኒተ ስጋን ነፍስንሲ ኣይኮነን ዘሎ ማለት እዩ። ወይ ከኣ ንኣጋንንቲ ንስዕረሉ ጾም ኣይኮነን ዘሎ ማለት እዩ። ስለዚ ምጻምና እኳ ጽቡቕ እንተኾነ ግን ተግባራዊ ጾም፣ ውጽኢት ዘለዎ ጾም ክኸውን ይግባእ። በረኸትን ረድኤትን ንረኽበሉ፣ ጸሎትና ወይ ከኣ ሕቶና ዝምለሰሉ፣ ሕማምና ዝፍወሰሉ፣ ሓጢኣትና ዝድምሰሰሉ፣ ኣጋንንቲ ንስዕረሉ፣ መንግስተ ሰማያት ድማ ንወርሰሉ ጾም ክኸውን ኣለዎ። ኣብ ግዜ ጾም ሓጢኣትና ብኸመይ እዩ ዝድምሰስ? ሕማምናኸ ብኸመይ እዩ ዝፍወስ? በረኸትን ረድኤትንከ ብኸመይ ንረክብ? ነጋንንቲኸ ብኸመይ ንስዕሮም? ዝብሉ ሓደ ብሓደ ክንርእዮም ኢና። ብምስትውዓል ንስምዓዮ፣ ደጋጊምና ንስምዓዮ። ካልኦት የሕዋትና ምእንቲ ክነቕሑሉን ክመሃሩሉን ድማ ሼር ንግበሮ። ነጋንንቲ ብኸመይ ንስዕሮም? ኣብ ግዜ ጾም ብምጻምና ነጋንንቲ ብኸመይ ንስዕሮም? ቅድሚ ጾም ምጅማሩ ናብ ኣባት ነብስኻ ኬድካ ሓጢኣትካ ምስ እትንሳሕ ሰይጣን መኽሰሲ ኣይረኽበልካን። ካብ መግብን መስተን ወይ ከኣ ካብ ካልእ ወልፍታት ምሕራምካ ድማ በቶም ናብ ውድቀት ዘስዕቡ ናይ ምድራዊ ነገራት ኣይትግዛእን። ትዕግስትን ተጻዋርነትን ድማ ተማዕብል እሞ ብቐሊሉ ኣይትወድቕን። ጽኑዕ ክርስትያን ትኸውን ማለት እዩ። ኣፍካን ኢድካን እዱብ፣ ትርእዮን ትሰምዖን ንጹህ፣ ትሰርሖን ትገብሮን ከኣ ኩሉ ዘበለ ትሰርሖን ትገብሮን ዘበለ ድማ ቅኑዕ እንድሕር ደኣ ኮይኑ ሰይጣን ዝኣተወሉ ኣፍደገታት ትዓጹ ኣለኻ ማለት እዩ። ንጾምካ ድማ ጸሎትን ስግዳንን ክትሕውሰሉ ከለኻ ሰይጣን ዕድል ዝበሃል የብሉን። ኣይምለሰካን እዩ ወይ ከኣ ኣይፍትነካን እዩ። ማለት ግን ኣይኮነን እንታይ ደኣ እተን ንዕኡ ትዋገኣለን ኣጽዋራት ኣለሊኻ ብግቡእ ተዘውትረን ስለ ዘለኻ ትስዕሮ እምበር ኣይስዕረካን እዩ ነዚ ምሰ ነማልእ መልኣኽ እግዝኣብሄር እውን ይረድኣና ንድያብሎስ ኣሲሩ ኣብ ሲኦል እድርቤልና ስለዝስ መሳኹትኻን ኣፍደጌኻን ምዕጻው እዩቲ መፍትሒ ኣፍካ ገለ ክትብል ከላ ዘይተርፈኒ ኢድካ ክትሰርቕ ከላ ወይ ዝኾነ ሕማቕ ነገር ክትገብር ከላ እንታይ ኢለ'የ፣ ዓይንኻ ኣጸያፊ ነገር ክርኢ ከሎ ካብኡ እልይ ምባል፣ እዝንኻ ድማ ወረን ሕሜታን ክኣራሪ እንከላ ካብኡ ግልል ምባል እንታይ ኢለ'የ ክትብል ኣለካ። ይትረፈኒ ክትብል ኣለካ። ኣብ ቤትካ ይኹን ኣብ ስራሕኻ ጭቕጭቕ ወይ ከኣ ባእሲ ክለዓል ከሎ ድማ እንታይ ክገብረለይ ኢልካ እንተገደፍካዮ ንሰይጣን ስዒርካዮ ኣለኻ ማለት'ዩ። ነዚ ኩሉ። ነዚ ኩሉ ግዜ ኣብ ግዜ ጾም ጥራይ ዘይኮነሲ ኩሉ ግዜ ክንገብሮ እዩ ዝግብኣና ነይሩ ግን ከምኡ ካብ ዘይኮነ ብውሕዱ ነዛ ሓጻር ናይ ጾም ግዜ ተጸሚምና ክንሓልፋ ይግባእ ሓጢኣትናኸ ብኸመይ እዩ ዝድምሰስ ኣብ ግዜ ጾምን ሓፈሻውን ማለት እዩ ብመሰረቱ ሓጢኣትና ዝድምሰስ ውድቀትና ኣሚንና ብልብና ተጣዒስና ንእግዚኣብሔር ይቕረ ክብለልና ብምልማን እዩ ካብ ህጻንነትና ክሳብ ክሳብ'ዛ ዕለት እዚኣ፣ ዝበደልናዮ ዘበለ ናይ ኣብ ናብ ኣባት ነብስና ኬድና ኩሉ ዘርዚርና ንንሳሕ፣ ቁነናና ንወስድ፣ ዝተኣዘዝናዮ ድማ ንፍጽም፣ ንቁዱሳን ድማ ንዝክሮ እ ዝክሮም እንዳገበርና ድማ ብስሞም በቲ ሓደ ዝክሮም ብምግባር በቲ ሓደ ከኣ ዝክሮም እ ኣብ ግዜ ዝክሮም ጥራይ ዘይኮነ ኣብ ዝኮነ እዋን ብስሞም እንዳመጽወትካ ኣማላጅነቶም ንዕኦም ትሓትት ማለት እዩ። ስለዚ ንእግዚኣብሔር ይቕረ በለለይ እንዳበልና ብልብና ተጣዒስና ክንሳሕ ክንጽሊ ክንጸውምን ክንሰግድ እንከለና መሓሪ ኣምላኽ ድማ ምሕረት ይገብረልና ምኽንያቱ ሰይጣን ንእሽቶ ሓጢኣት መኽሰሲ ክደልየልና እንከሎ እግዝኣብሔር ግን ምስኡ እትጽንብረና ንእሽቶ ፍረ ጽድቂ እዩ ዝደልየልና ሓጢኣትን ጽድቅን ክትፈልጥ መጽሓፍ ቅዱስ ምንባብ ኣየድልየካን እዩ። ተመስገን ክትብል ንሓውኻ ንኽትረድእ ክትምዕድን ክትመክርን መጽሓፍ ቅዱስ ምንባብ ኣየድልየካን እዩ። እግዝኣብሄር ከኣ ዘኽብረካን ኩሉ ግዜ ኣብ ጎንኻ ዝኸውንን ኩሉ ዝሓተትካዮ ዘማልኣልካን ጸላእትኻ ዘርሕቀልካን ፍጡሩ ስለ ዝኾንካ ጥራይ ኣይኮነን። እንታይ ደኣ ሕጉን ስርዓቱን ምስ እትሕሉ መጀመርያ ጽድቁን መንግስተ ሰማያትን ምስ እትደሊ ልብኻ ኣንጽሂኻ ምሉእ ብምሉእ ኣብኡ ምስ እትውከል ብፍላይ ከኣ ነቲ ንሱ ኣዝዩ ዝጽየኖ ነገራት ምስ ዘይትገብርን ምስ እተዕኑን እዩ። ንእግዚኣብሄር ካብ ኵሉ ዘቖጥዖ ድማ ንዕኡ ገዲፍካ ንኻልእ ክተምልኽ ምስ ትጅምር፣ ትእዛዙ ምጥሓስን ውዕለቱ ምርሳዕን፣ ካልእ ንሱ ዝጸልኦ ድማ ንኣምላኽካን ነቲ ንሱ ዝሓረዮ ሰብን፣ ንመምሃራን ይኹኑ ካህናት ይኹኑ ሕሩይ ናይ እግዚኣብሄር ዝዀነ ሰብ፣ ንዕኦም ምንዓቕ፣ ምጽራፍ፣ ምልጋጽ፣ ምንሻው ብጣዕሚ እዩ ዘቆጥዖ ስለዚ ካብ ከምዚ ክንርሕቅ ኣለና። መንግስተ ሰማያት ከ ብኸመይ ንወርስ? ኣብ ወንጌል ማቴዎስ ምዕራፍ ዕስራን ክልተን ከምኡውን ኣብ ወንጌል ሉቃስ ምዕራፍ ዓሰርተ ዘሎ እንተ ርኢና ሓደ ምሁር ናይ ሕጊ ንጎይታና ክፍትኖ ኢሉ መምህር እታ ዝዓበየት ትእዛዝ ኣየነይቲ እያ ናይ ዘለኣለም ሕይወት ምእንቲ ክወርስ እንታይ ክገብር ኣለኒ ኢሉ ምስ ሓተቶ መድኃኔ ዓለም ክርስቶስ ድማ እታ ዓባይን ቀዳመይትን ንእግዚኣብሄር ኣምላኽካ ብምሉእ ልብኻን ብዅሉ ነፍስኻን ብምሉእ ሓይልኻን ብዅሉ ሓሳብካን ኣፍቅሮ፣ እታ ንዓኣ እትመስላ ካልኣይቲ ድማ ንብጻይካ ከም ነፍስኻ ኣፍቅሮ እያ ትብል ኢሉ መሊስሉ። ምኽንያቱ ኵሉ ሕግን ስርዓትን ናይ እግዚኣብሄር ኣብ ውሽጢ እዘን ክልተ ትእዛዛት እዚኣተን እዩ ዘጠቓልል ማለት እዩ። ስለዚ እተን መሰረታውያን ንመንግስተ ሰማያት ንወርሰለን መንገዲ ብእምነትናን ብተግባርናን እየን። ብእምነትና ክንብል ከሎና ብእምነትና ክንብል ከሎና መድሃኒኣለም ክርስቶስ መድሓኒና ጎይታና ኣምላኺና ፈጣሪና ምዃኑ ብምእማን ካብ ቅድስትን ብጽእትን ኣዴና ቅድስት ማርያም ተወሊዱ ስለና ኢሉ ተገሪፉን ኣብ ዕጸ መስቀል ተሰቒሉን ሞይቱን ተቐቢሩን ኣብ ሳልስቱ ድማ ብገዛእ ስልጣኑ ከም ዝተንስኤ ሓጢኣትና ከም ዘንጽሀ፣ ብመስቀል ገይሩ ንድያብሎስ ከም ዝኣሰረ፣ ንዓና ድማ ናይ ዘለኣለም ህይወት ክንረክብ ተዓጽዩና ዝነበረ ኣፍደገ ገነት ከም ዘርሓወልና ክንኣምን ኣለና። ብኣብ፣ ወልድ፣ ወመንፈስ ቅዱስ፣ ብቅድስት ስላሴ፣ ሓደ ኣምላኽ ኢልና ክንኣምን ክንክእል ኣለና። ብኣብ፣ ወልድ፣ ወመንፈስ ቅዱስ ተጠሚቕና ብንስሓ ተሓጺብና ስግኡን ደሙን ብምውሳድ ብቸርነት ናይ ጎይታናን መድሓኒናን ኣምላኽናን ኢየሱስ ክርስቶስ ወረስቲ መንግስተ ሰማያት ንኸውን ማለት እዩ። ብተገባርና ክንኮለና ከኣ ሕግን ትእዛዝን ናይ እግዝኣብሄር ብምኽባርን ብምፍጻምን፣ እግዝኣብሄር ዝፈትዎ ሰናይ ግብሪ ብምግባር፣ ስጋ ለበስ ሰባት ስለ ዝኾንና ግን ካብ ሓጢኣት ነጻ ክንከውን ኣይንኽእልን ኢና። እግዝኣብሄር ግን ድኻምና ስለ ዝፈልጥ ኣብ ዝተያገናዮ እዋን ብፍላጥ ይኹን ብዘይፍላጥ ዝገበርናዮ ኩሉ ስሕተት ኩሉ ግዜ ኣብ ቅድሚ ካህን ከይና ኣብ ቅድሚ ካህን ቀሪብና ክንሳሕ ከም ዝግብኣና ሓቢርና ኣሎ። ዕድመ ንንስሓን ንቅዱስ ቁርባንን ዝኾኑ ይሃበና። ኣሜን። ቁስለ ስጋና ወይ ከኣ ሕማምናኸ ብጾም ከመይ ኢሉ እዩ ዝፍወስ? ፍቕሪ ስጋ ሓያል እዩ። ፍቕሪ ስጋ ኣዝዩ ሓያል እዩ። ኣምላኽካ የረስዓካ፣ ክብረትካ የጉድለልካ፣ ክህነትካ፣ ምንኩስናኻ፣ ድቁናኻ፣ ቅድስናኻ የፍርሰልካ፣ ምስ ስድራኻ የባኣሰካን የጻላኣካን ቃል ኪዳንካ የረሳዓካ ንዋይካ ወይ ከኣ ገንዘብካ ከኣ ዛን ዛን የብለካ ከምኡ ውን ብጻይካ ወይ ከኣ ሓውኻ የረሳዓካ ኣብ ሕማቕ እዩ ዘእትወካ ኣደዳ ወልፍን ጭንቀትን ይገብረካ ፍቕሪ ስጋ ብጣዕሚ ሓያል እዩ ዝጸውም ሰብ ተኾይኑ ግን ጥዕንኡ ምሉእ ኣእምርኡ በሊሕ ትዕግስተኛን ለባምን እዩ ዝኸውን ብዝበልዖን ዝሰትዮን ኣይጭነቕን እዩ ዋላ ክዛረብ ከሎ ውን ትሕትና ዘለዎ ምቑሉል እዩ ዝኸውን ትሕትና ኣለዎ ዋላ ሰላም ክብል ኮሎ ውን ፍሉጥ እዩ እግዝኣብሄር ምሳኻ ይኹን ይቕረ ይበለልካ ግደፍ ዝወደይ ወይ ከኣ ግደፊ እዛ ጓለይ ነውሪ እዩ ዝብሉ ቃላት ዝጸንሑኻ ኣብ ጸዋምን ጸላይን ሰብ እዮም ብዙሕ ዝረባኻ ኣይፈቱን እዩ ዋላ ኣብ ትምህርቲ ውን እኮ ብዙሕ ዝበልዕ ተኾይኑ ሓደ ሰብ ብዙሕ ዝበልዕ ተኾይኑ ኣእምርኡ ክፉት ወይ ከኣ በሊሕ መስተውዓሊ ንፉዕ ኣይከውንን'ዩ ቡዙሕ ትበልዕ ተኾንካ ድቃስ እዩ ዝርኣየካ ብኾፍካ ኣብ ሳሎን ድቃስ መጸካ ምስ ሰብ እንዳዓለልካ ድቃስ መጸካ ክተንብብ ምስ ጀመርካ ወይ ከኣ ቁምነገር ክትገብር ምስ ጀመርካ ውን ድቃስ ይመጸካ ኣብ ስራሕካ ውን ትጉህ ኣይትኸውንን ኢኻ ተጊሂኻ ትሰርሓሉ ቡዙሕ ተፍርየሉ ድኻም ቀልጢፉ ዘይስምዓካ ምስ እትጸውም እዩ ብልዒ ተብዝሕ ተኾንካ ግን ይስልችወካ ይህከየካ ምትሳእ ይኣብየካ ንቑሕ ኣይትኸውንን ኢኻ። ናይ ምብላዕን ናይ ምስታይን ወልፊ ከኣ ወይ ከኣ ስስዐ ይሕዘካ ወይ ከኣ ስስዐ ተሕድር። ከስዐኻ በዝበላዕኻዮ መግቢ ክሕቅቕ ቢዚ ዝኸውን። ናይ ውሽጥኻ ጸዓትን ሓይልኻን ንኹሉ ገዲፉ ኣብ ምሕቓቕ መግቢ ይጽመድ ማለት እዩ። ጸዋምን ጸላይን ሰብ ተኾይኑ ግን ብዛዕባ ናይ ጸሎት፣ ግዚኡ ይሓስብ፣ ንእግዝኣብሄር ከስምር፣ ስለ ህዝቡን ሃገሩን ክግደስ፣ ንሓዋሩ ክረድእ እዩ ዝመርጽ፣ ንሓዉ ክረድእ እዩ ዝመርጽ። ኣወንታዊ ወይ ከኣ ፖዘቲቭ ዝኾነ ኣተሓሳስባ እንተሃልይካ ካብ ሕማምን ጭንቀትን ተድሕን። ስለዚ ጸዋም ሰብ ተኾንካ በብቑሩብ ጥዑይ ኣእምሮን ጥዑይ ከስዐን ንጹህ ልብን ኢኻ ተማዕብል። ካልእ ብሳይነሳዊ መልክዑ ጾም ኣብ ጥዕናና ማዕረ ክንደይ ጠቓሚ ከም ጥቕሚ ከም ዘለዎ ኣብ ናይ ቅድሚ ሕጂ ቪደይ ኣስፊሐ ገሊጸዮ ኔረ ኣብ ዩቱብን ኣብ ፌስቡክን ኣለኩም ተመሊስና ንስምዓዮ ካብኡ ብዙሕ ክንመሃር ኢና ናይ እግዝኣብሄር ጸጋን በረኸትን ረድኤትን ከ ከመይ ኢልና ኢና ንረክብ ናይ እግዝኣብሄር ጸጋን በረኸትን ረድኤትን ከመይ ኢልና ንረክብ ብምጻምና ማለት እዩ ከምቲ ኣብ ወንጌል ማቴዎስ ምዕራፍ 6 ቁጽሪ 33 ተጻሒፉ ዘሎ ቅድም መንግስቲ ኣምላኽን ጽድቁን ድለዩ፣ እቲ ዘድልየኩም ከኣ ይውሰኸልኩም ዝበሎ፣ መጀመርያ መንግስቲ ኣምላኽን ጽድቁን ንምውራስ ልዑል ባህጊ ክህልወና ኣለዎ። ቀንዲ ዕላማ ንዕኡ እንተ ጌርና፣ እግዝኣብሄር ድማ ንኹሉ ዘድልየና የማልኣልና። ልክዕ ከምቲ ዝለመነ ኩሉ ይቕበል፣ ዝደለየ ድማ ይረክብ፣ መዓጾ ዝኳሕኩሐ ውን ይኽፈተሉ ዝበለና፣ ንሕና ድማ መጀመርያ መንግስቲ ኣምላኽን ጽድቁን ንደሊ። ሽዑ ዝጎደለና ንልምን ክሳብ መልሲ ንረክብ ድማ ብእምነት ንጽበ በቃ ከምቲ ጎይታና ለምኑ ክወሃበኩም ድለዩ ክትረኽቡ ኢኹም መዓጾ እንኳሕዂሑ ክረሓወልኩም እዩ ዝበለና ንሕና ድማ መጀመርያ መንግስቲ ኣምላኽን ጽድቁን ንደሊ ሽዑ ዝጎደለና ንልምን ክሳብ መልሲ ንረክብ ድማ ብእምነት ንጽበ ኣብዚኣ ሕጂ እተን ክልተ ክልተ ነገራት ናይ ኩላትና ጸገም ኮይነን ዘለዋ ሓደ ምስ ተሸገረና ኢና ክረድኣና ንሓትት እምበር እግዝኣብሄርስ ካባ ካባና እንታይ እዩ ዝደሊ ንሱ ዝፈትዎ ንሱ ዝፈትዎ ዶ እሰርሕ ኣለኹ ኣካይዳይ ከመይ ኣሎ ትእዛዙ የኽብሮ ዶ ኣለኹ ዝብሉ ልባዊ ሮቛሒታት ቀዳምነት ኣይንሰርዖምን ኢና ብዙሕ ኣይንግደሰሎምን ኢና ኣብ ዝነበርና ኔርና ክሽግረና ከሎ ኣምላኽ የለን ድዩ ኢና ንብል ኣብ ሓንቲ ሃገር እኮ መሰልካ ክማልኣልካ እንተኾይኑ ወይ ከኣ ኣብ ሓደ መንግስቲ፣ ናይ ዓለማዊ መንግስቲ ማለት እዩ፣ ኣብ ሓደ ሃገር መሰልካ ክማልኣልካ እንድሕር ደኣ ኮይኑ፣ መጀመርያ እታ ሃገር ትጠልቦ ሕግን ስርዓትን ክተማልእ ኣለካ። ሽዑ ንመሰልካ ትሓትት። ምልማን እውን ኣየድልየካን እዩ። መሰልካ ክወሃበካ፣ ግቡእካ ክወሃበካ ግቡእ እዩ፣ ምኽንያቱ እታ ሃገር ትጠልቦ ሕግን ስርዓትን ተማልእ ስለ ዘለኻ ማለት እዩ። መንግስቲ እግዝኣብሄር እውን ከምኡ እዩ። ሕጉን ስርዓቱን ኣኽቢርካ፣ ብምሉእ ልብኻ ኣሚንካ ትጓዓዝ ተኾንካ ኩሉ ዝደለኻዮ ክማልኣልካ ናይ ግድን እዩ። ናትና ነገር ግን ብግምጣል እዩ ኮይኑ። ከምዚኣ እንተ ጌርካለይ ኣነ ድማ ከምዚ ክህበካ እየ ኢልና ኢና ንማጻባዕ። እንተ ዘይጌርልናኸ ኣይንህቦን ማለት ድዩ? ኣይተረድኣናን እምበር ኩሉ እኮ ናቱ እዩ። ዋላ እቲ ሸቂልናን ነጊድናን እነእትዎ እኮ ናይ እግዝኣብሄር እዩ። ስለዚ እቲ ክኸውን ዝግበኦ መጀመርያ እቲ ፍቕርኻ፣ ልውህነትካ፣ ተጋድሎኻን ሰናይ ተግባርካን ኣቐዲምካ ተርእዮ እሞ ሽዑ ዝደለኻዮ ትሓትት። እታ ካልኣይቲ ኣብ ኩላትና ዘላ ጉድለት ድማ ሓንሳብ ምስ ሓተትካ ቅልጡፍ መልሲ ምድላይ፣ ልክዕ ከምታ ደሊኻያ ዘለኻ ክትኮነልካ ምጽባይ፣ ተዘይኮይኑ ድማ ናብ ተስፋ ምቑራጽን ካልእ መገዲ ምድላይን ንኣቱ። ዓቕልን ትዕግስትን ጌርካ ኣብ ግዚኡ ክገብረለይ ኢልካ ኣሚንካ ምጽባይ ይጎለና ኣሎ ደሓር ከኣ ንሕና ኣይነስተብህለሉን ኢና እምበር በቲ ኢሉ በቲ እኮ መልሲ ይወሃበና እዩ ግን ኣየነስተውዕለሉን እምበር ብእምነትካን ብተጋድሎኻን ጸጋኻ ይዓቢ ሓጥያት ምስ እትገብር ካብቲ ቁኑዕ መስመር ምስ እትስሕት ግን ጸጋኻ ይግፈፍ በሉ ሕጂ በዛ ዕላል እዚኣ መዕጸዊ ጌርና ናይ ሎሚ መልእኽተይ ክዛዝም እየ። ሓንቲ ኣደ ስእነት ስለ ዝነበረን ኣብ ገዘእን ኮይነን ዓው ኢለን ቀጻሊ ንእግዝኣብሄር ዕለተ ናይ ዕለታዊ እንጀረእን ክህበን ይልምና ነይረን። ኣብ ጎረቤተን ነጸላ መንደቐን ድማ ሓደ ፈጺሙ እምነት ዘይብሉ ኣምላኽ ዝበሃል የለን ዝብል ከምኡ ዝብል እምነት ዘለዎ ከምዞም ኤትየስት ዝበሃሉ ኣብ ጥቐእን ይቕመጥ ነይሩ። እዘን ሰበይቲ ዝጽልይኦ ኩሉ ይሰምዖ ነይሩ። ሕጂ ዝብላዕን ዝስተን ጨኒቕወን ይልምና ከም ዘለዋ ምስ ፈለጠ፣ ናብ ዕዳጋ ከይዱ ኩሉ ኣስቤዛ ገዚኡ ኣብቲ ኣፍደገ ገዝእን ኣቐሚጥለን ከይዱ። ከይሰምዕኦ ከይረኣይኦ ማለት እዩ። ንሱ ሕጂ እንታይ እዩ ሓሳባቱ እተን ሰበይቲ ነቲ ኣስቤዛ ምስ ረኣይኦ ኣምላኽ ሂብኒ ኢለን ክሕጎሳ እሞ ኣምላኽ ከም ዘይሃበን ንሱ ባዕሉ ከም ዝገዝኦ ረሲት ከርእየን እሞ ኣምላኽ ከም ዘየለ ከእምነን እዩ ሓሳባቱ። ከምዚ ናይ ዘበና ዘሎ መዘንግዒ ካሜራ ወይ ከኣ ፕራንክ ክገብረን ማለት እዩ። ወየ ሰበይቲ ነዚ ኩሉ ኣስቤዛ ምስ ረኸብኦ ግን ብጣዕሚ ተሓጒሰን ንኣምላኸን ዓው ኢለን ከመስግንኦ ጀሚረን። ሽዑ ንሱ እቲ ኤትየስ ናይ ባጫ ሰሓቕ እንዳ ሰሓቐ መጺኡ ስቕ በሊ ስቕ በሊ ኣምላኽኪ ዝገዛኣልኪ መሲልኪ ምሽ ረኣይዮ እዚ ረሲት እንታይ ከም እትብሊ ስለ ዝፈለጥኩ'የ ባዕለይ ገዚኤልኪ ሕጂ ኣምላኽ ዝብሃል የለን እቲ ኣምላኽኪ ውን ንኩሉ ዝጸለኽዮ ዝሰምዕ ኣይኮነን ሕጂ ግን ኣምላኽ ከምዘየለ ኣሚንኪ ንዓይ ኣመስግንኒ ኢልወን ንሰን ግን ስቅ ኢለን ንኣምላኸን ምምስጋን ቀጺለን ንዕኡ ግዲ ገበረሉን ሽዑ መመሊሱ ምስ ደጋገመለን ግን እተን ኣደ ከምዚ ኢለን ጸልየን ከምዚ ኢለን ከመስግና ጀሚረን ኦጎይታየይን መድሓንየይን ኣምላኸይን ኢየሱስ ክርስቶስ ኣቦይ ዋጋ ናይዚ ኩሉ ኣስቤዛ ንሰይጣን ከም ዝኸፍሎ ዝገበርካዮ ብጣዕሚ እየ ዘመስግነካ ኢሎ ን ንብለኩም ከምዚ ናይዘን ኣደ እምነት ይሃበና ስለዝስ እግዝኣብሄር መዓስን ብኸበይን ይገብረልና ስለ ዘይንፈልጥሲ ዓቕልን ትዕግስትን ተቐኒትካ ብእምነት ንጽበዮ እቲ መልእኽቲ እሱ እዩ ማለት እዩ ዓቕልን ትዕግስትን ተቐኒትና ብእምነት ንጽበዮ ማለት እዩ። ስጋብ ካልእ ግዜ ብካልእ ትሕዝቶ ንራኸብ እግዝኣብሄር ኣምላኽ ብሰላም የጽንሓና ጾምና ጾመ ምሕረትን መድሃኒትን ጾመ በረኸትን ረድኤትን ይግበረልና ኣሜን።